ሱባ ገጣሚ ናህዝቢ እዩ ልብል እቲ ናህዝቢ ልባሃል ገጣሚ እማ ብጣዕሚ እየ ድፎትዮ ብዓድና ል ብጣዕሚ እዩ ድነቅ በቃ ናህዝቢ እዩ ትብሎ እውን እማ በቃ እዚ ናህዝቢ ልባሃል ካብኡ በቃ እሱ ክሰርሐለይ በለ መቀለ ብድገባእኹ እማ ጉርሽ ተቀድዮ ዲኻ በለኒ ዋእ ኣነ ሌላ ኣጋጣሚ ኾይኑ እወ ወክዎ ታልበለ መሱልናነ

ከምዚ ኢለ ክደርፍ እው እዚ ብኣምሓርኛ ኣነ ክደርፍ እው ትግርኛ እየ ደልየ ድኣም ኣምሓርኛ ኣለይ ዘለኹ ብደልዮ እባ ፅሓፈለይ ዋእ እቲ ግጥሚ ልሰርሕ ወዲ ናህዝቢ እዩ ድበሃል በቃ ናህዝቢ ኣሉ ሽሌወክዎ ናህዝቢ ናህዝቢ ኢልካ ናህዝቢ በቃ ኣብታ ተለቭዥን ትርለኽዋማ ናህዝቢ ገጣሚ ናህዝቢ እዩ ልብል እቲ ናህዝቢ ልበሃል ገጣሚ ብጣዕሚ እየ ድፈትዮ ብዓድና ልብጣዕሚ እዩ ድነቅ በቃ ናህዝቢ እዩ ትብሎም ድማ በቃ እዚ ናህዝቢ ልባሃል ካብኡ በቃ እሱ ክሰርሐለይ ብለ መቀለ ብድገባእኹ ኩልል ብለ ኩልል ብለ ኣያግነኹዎ ኣውፀዮ ዳሓር ሓደ ወዲ ኣግነኹ መጨረሽኡ ናህዝቢ ድኻ ደለኻ በለኒ እወ ካዝቱ

በቃ ክንድዚ ኩሉ ተሓባበረኒ ኣሎ ብለ በቃ ኣነ ስለ ሕደጎ ገጸ ጅርሓቅዋ መጎስ ኣብለዮ መጨረሽኡ ከይዱ በቃ ብውሽጠይ ታላሓሰብኩ ሓደ ምእቲ ቅርሺ ወይ ሓደ ክልተ ምእቲ ቅርሺ ኮይና በቃ እንድሕር ምናምን ብለ በቃ ተሓጉሰ ከይዱ ጎትቱ ሓደ ሕዙ መጸ ለከ ደገት ማክሮም እዮም መስለኒ ግእ ብልበለ ውሽጢ ትዕንንን መለለይ ልበይ ፈልጡ ንበር ተወኹ ገለ ተወኹ ምናምን ዝብሎ ኣሎ በቃ እንታይ ኮይኑ ምናምን ይብለ ኣነ ለለ ሓበይማ በለኹ ክጥብር ክሰርሐለይ ምእንተ ክጠባብር ደኾነ መጨረሻ ኣለኻ ታማ በቃ ክሰርሐልካ እየ ብዙሕ ተጨናኒቐ ናይ ሰብ በዝሕኒ ስለሎ ኣሎ እምበር ክሰርሐልካ እየ ደሓን ፀገም የለን በለኒ ዋይ ሸገ ሽግር የብሉይ እዚ ብድወልክዎ በል እብሎም

ግን በቃ ታያለ ስማዕ እብለን ኣሎ ሀ። እዚ ድምፂ ክሰምዕ ኣለካ እየ ደብለኒ እወ በቃ እራይ ቅላፀ እዚ በቃ ሀዚ ቅላፀ ኣምፅእዎ እንሆ በቃ ሀምዚ እዩ ምናምን ክብለኒ ለለ ድዲ መፀ በቃ ሀምኡ ዳበለኒ ኣብ ኹሉ ርእቶ ዳሃበቃ ሀበኻ መጨረሽኡ ሀደ ሰለስተ ኣርባዕተ ብደወፃሕኹ

እወ ሓሳብ ለይቲ ዶ ኾነይ ድመጸለይ ኣነ በቃ ለይቲ እየ ኩዳኣ እብሉኒ ስለ ልነበረ ወድኻለይ ዶ እወ እወ በቃ ግን ልኣኻሲ ተፈምሰካ ሓንቲ እናበለ እንታይ ኣሳወኽዎ ልኾነት ልሰብ እንድየ ሰርሐያ ነብረ ግን ምእንቲ በቃ ልብኻ ርእየ የዋህ ምዃንኻ ፈልጠ እነኹሞ በቃ እስኻ ውሰዳ በለኒ

ትግርኛ ምዃኑ ፈልጦ እየ እንኦኹ በቃ እኳ በቃ ናይ ህዝቢ ስለ ዝተባህለ ኣምነሉ እንኦ ከኣኒ በቃ መጨረሽኡ ታይ እዩ ዝብል ኣትለምለምየ ኣትለምለምየ ብኣኺ ዶ ትኸድ ዕልምልምየ እዩ ዝብል ዕልምልምየ ኣረየዋ ወረቀት ሙሉእ ፅሑፉ ሂብኒ ሕዘ ከይደ ሕዘ ከይደ ካብኡ በቃ እቲ ስቱድዮ ዝበሃል ኸዳ እየ ገጢኡ ዳበልኩ ላሃለኹ በቃ ሃምዚ ሃምዚኡ ክወስደካ እየ እብሉ ሓደ ዝብሀር ይሃቦ ቁቡዕ

እሞ ወዲ ራያ ስለዚ ከምቲ ዝርኤካ ኣለኹ ምስ ኣርት ሂወት ዝተኣሳሰር ሂወት ዘለካ ይመስለኒ እሞ ሓደ መዓልቲ ኣብ ቶጋ ኢንተርቴመንት ስቲቤና መጺኻ መልእኽቲ ንተኸታተልትና ዘይተካፍለና። ዋእ እንድሕር ኸእሎዮ ተንህዎ ኾይኑ ኣነ ምንም ካብ ስራሕ ወጻኢ ኹን ኸዚ ሎማዓንቲ ሓዳር ዶ ኹን ኹነኹ በቃ ናጋይ ድሕር ናጋይ ለለ ዕረፍቲ እየ ሰለስተ ዶ ኹን ናይ ብሽፍቲ የና ንሰርሕ